ኢሉኒ እዚ ሓበሬታ ምስልካ መፃብድ ድኻ ዝስልል መተግበሪ ስታከር ወይ ብጣዕሚ ዝገርም ከም ቦተ ለኸላ ገረመኒ እዩ ነይሩ ማለት ሰላሊ ግዛዕ ምቁፃር የድልየካ ሶፍትዌር ብባህላዊ መንገዲ ክግደፍ እዩ ማለት እዩ ሃልወለ ሓመድ ድሕሪያ ሳዕባኻ ዝበሃል የለን ሰሓዊታ ብናይ ሓንቲ ጓል ኣንስተይቲ ታሪክ እዩ ዝጅምር ኤሚ እያ ትበሃል በዓል ቤታ ነብሲ ወከፍ ምንቅስቓሳ ዝርዝር ጉዳያት መሓዙታ ከይተረፈ ይፈልጥ እ፣ ከም ዝነበረ ትዛረብ በዚ ክትጭነቕ ክትጠራጠር ዝጀመረት ኤሚ እቲ ጓንፎ ኣድማ ከምዚ ኢላ ቀሚጣቶላ በዓል ቤተይ ኣብ ዝኾነ እዋን ብዛዕባ ንባዕለይ እሞ ግደፎ ናይ ውልቃዊ መሓ- ውልቃዊ ናይ መሓዙተይ ሂወት እውን ዝገልፁ ሓፀርቲ መልእኽትታት ይልእኸለይ ኣብ ዝኾነ ቦታ ምስ መሓዙተይ እንተነይርና ብሞባይለይ ገይሩ ከምዚ ትገብራ ኣለኽን ከምዚ ትኾና ኣለኽን ከምዚ ትበልዓ ኣለኽን ኣብዚ ቦታ ኢኻ ከምዚ ዘለኻ። ኢልኽን እሕተይላ እውን እሕ ኢልኽን ዝዓይነቱ ንሱ ክፈልጦም ብዘይግባእ እ፣ ውልቃዊ ዝኾኑ ጉዳያት ከይተረፈ ይፈልጥ ከመይ ፈሊጥካ ኢለ እንትሓቶ ዘንጊዕኽዮ እምበር ነጊርክኒ እኮ ነይርኺ ኢሉ ይኽሕደኒ ይሰላበጠኒ ዓይነት ኣይንበል። ተመሊስና እወ ማለት ተመሊሱስ የነገርክኒ ዶ ባዕልኺ ገለ ዓይነት ኢሉስ ናብኣ እንትን ይገብሮ ማለት እዩወ ሓደ ሓደ ግዜ ኣጋጣሚ እናሓለፍኩ እዩ ትብል ምስ መሓዙትኪ ኣብ ሓደ መዘናግዒ ኮፍ ኢለ ርእየኪ ይብለኒ እ፣ ድሕሪኡ ግን ኩሉ ነገር ክጠራጠርን ጀሚረ ዋላ ንመሓዙተይ እውን ክኣምን ኣይከኣልኩን ምናልባት እውን ንሳተን ዶ ይኾና ናብ ዝብል ምጥርጣር እውን ኣትየ ትብል። ከም ዝበሉ ኣጋጣምታት እናተደጋገሙ ኣካል ህይወተይ ክኾኑ ጀሚሮም። ሓደ መዓልቲ ወዲ ሽዱሽተ ዓመት ውላድና ሒዝና ናብ ሓደ መዘናግዒ ከይድና ደስ ኢሉና እውን ብጣዕሚ ንዘናጋዕ ነርና። በቃ ንስሕቕ ንጫወት፣ ውላደይ እውን ብጣዕሚ ተሓጒሱ ነይሩ። እቲ ስ- በዓል ቤተይ እ፣ ገለ ስእልታት እ፣ ይሞኻኽር ስለ ዝነበረ እ፣ እቲ ስእልታት ክሪኦ ስልኩ ይህበኒ እሞ ኢላ ስልኩ ልክዕ ሂውኒ እቲ ዝሰኣሎ ስእልታት እናረእኹ ናለኹ ውዕሎ ኤሚ ፀብፃ ውዕሎ ኤሚ ማለት ብዛ በዓልቲ ገዚኣ ፀብፃ ውዕሎ ኤሚስ ሊእኽና ኣብዚ ኒኤካ ዝብል መልእኽቲ ወይ ድማ ሜሴጅ መፂኡ ሪኣ ደንጊፃ ማለት እዩ እንታይ እዚ ነገር ኢላ ብጣዕሚ ትድንግፅ እሞ ንባዕላ ውሽጣ ኣረጋጊዓ ኣብ ሽንቲ ቤት በፂሐ ክመፅእ ኢላቶ ንበዓል ገዝኣ ትኸይድ ማለት እዩ ኮምፒተር ናብ ዘለዎ ኣብቲ ሆቴል ከይዳ እንተረኣየት ብሙሉኡ ዕለታዊ ፀብፃባ ኣብቲ ኮምፒተራት ወይ ድማ በቲ ሞባይል ይለኣኹ ከም ዝነበረ ፈሊጣ እቲ ንዓኣ ንምስላል ዝጥቀመሉ ዝነበረ ሶፍትዌር ድማ ንኣዋርሕ ክጥቀመሉ ከም ዝፀንሐ ብጣዕሚ ንብዙሕ መዓልቲ ኣዋርሕ ማለት እዩ ትዛረብ ማለት እዩ ኤሚ ሽማ እዩ ተቐይሩ ትክክለኛ ሽማ ኣይኮነን ማለት እዩ ስታከርዌር ወይ ድማ ስፓስዌር ተባሂሉ እውን ይፅዋዕ እዚ ሶፍትዌር ማለት እዩ ፅኑዕ ሓለዋ ዘካይድ ሶፍትዌር ኮይኑ ብቐሊሉ ኣብ ኢንተርኔት እውን ምርካብ ይከኣል እዩ ይብል እዚ ሓደ ሰብ ናብ ካልኦት ሰባት መልእኽታት ከንብብ ምንቅስቓሳት መዝጊቡ ክሕዝ ጂፒኤሶም ካሜራኦም ክጥቀም ሓደ ውልቀ ሰብ እንታይ ይገብር ኣሎ ከለሊ ዘኽእሎም ናይ ስለላ መሳርሒ እውን ዝተገጠመሉ እዩ ከም ሓበሬታ ድሕነት ሳይበር ካስፐርስኪ እንተኮይኑ ኣብ ዝሓለፈ ዓመት ቁፅሪ እዚ ሶፍትዌር ካብ ዝጥቀሙ ናይ ቴክኖሎጂ ስራሓት ዝተረከቦም ሰባት ናብ ሰላሳን ሸውዓተን ሚእታዊ ዓብዩሉ ይብል ሰብ ንሰብ ምጥርጣር ንባዕሉ ምእማናዊ ማለት እዩ ዳታ ዘርእየና ተመራመርቲ ድሕነት ሳይበር ዴቪድ ኤሚ ብዙሓት ሰባት ላፕቶፕ ወይ እውን ኮምፒውተር ተኮይኑ ኣዝዮም ይጥንቀቁ እዮም ሰባት ገለ ሚስጢራቶም ከይረክብሎም ኣብ ሞባይል ስልኪ ግን ብዙሕ ጥንቃቄ ዘይክግበር ይኽእል ነዚ እውን ኤሚ ክትፈልጥ ዝኽኣለት መፅናዕቲ ካስፐርኪ ከም ዘመላክቶ ሩስያ እታ ዝለዓለ ተጠቃሚት ስታልከር ዌርያ ህንዲ ብራዚል ኣሜሪካ ጀርመን እንግሊዝ እውን መፃምድኻ ንምስላል ዝውዕል ሶፍትዌር ዝጥቀሙ ሃገራት እየን ኢልወን ኣሎ በዓል ሙያ ድሕንነት ጃኬሞር ኩል ግዛ ኣብ ሞባይል ስልክኻ ዘለዎም መተግበርታት ምርኣይ ዝጠቕመካ መሲሉ እንተዘይተሰሚዑካ ኣጥፍዐ እዮም ምጥፋእ ንልመድ ይብል ከም ሓፍሻዊ መምርሒ ዘይትጥቀመሉ መተግበሪ ተኮይኑ እውን ካብቲ መስመር ካብቲ ስልክኻ ክተጥፍኦ ኣለካ ይብል ኤሚ ኮምፒውተራ ይስለል ከም ዘሎ ምስ ፈለጠት ኣብ ቴክኖሎጂ ዝነበራ እምነት ምሒር ቀኒሱ ተጠራጣሪት እውን ክትከውን ገይርዋ እዩ ሰራሕተኛ ገባር ሰናይ ትካል ዓመፅ ጌማ ቶይንቶን ዓመፅ ዘቤታዊ ማለት እዚ ሓደ ሓደ ግዜ ዓመፅ ንብሎ ብወሲብ ክኾን ይኽእል ገለ ግን ድማ ትንኮሳታት ዓይነት በዓል ሙያ እዮም እዚኦም እንታይ እዮም ዝብሉ ላፕቶፕ ኣብ ከምዚ ዓይነት ጥቕዓት ዝበፅሖም ሰባት ላፕቶፕ ዘፍርሕ ኣፅዋር ሚሳኤል መሲሉ እውን ክስካብ ይስምዖም እዩ ይብል ሙሉእ ሂወትካ እዩ ዝሕምሰካ ሂወትካ ምስቅልቅል እውን ከውፅኦ ይኽእል እዩ ይብል ተጠቃሚት ኣሜሪካ ዝኾነት ተቐማጥነታ ኣብ ኣሜሪካ ዝኾነት ኤሚ ኣብ ሰዓት ምስ በዓል ቤታ ተፋቲሓ እያ በዚ ምክንያት ማለት እዩ ብ- ግን ድማ ካብኡ ብዙሓት ብሰንኪ እሱ እውን ካል ዳግም ንኸይስልላ ብዙሓት ኪሎ ሜትራት ርሕቃ እያ ትነብር እ፣ ብዛዕባ ውላዶም ዘድልዮ ነገራት እውን ምንም ዓይነት ዘመናዊ ቴክኖሎጂ ኣይትጥቀምን ብደብዳቤ እያ ትፅሓፍ ምስ በዓል ቤታ ይምትሓመልት ብዙሕ ግዜ ቴክኖሎጂ ሒዞም ዝመፁ ናይ ባዕላቶም እቲ ቴክኖሎጂ ብዙሕ ግዜ ትናብራ ኣብ ምቕላል እንድዩ ዝሕግዘና ግን ከምቲ ሓበሬታ ዝገልፆ ብጣዕሚ ከዓ ኣንፃር ነፃነትና ዝኸደሉ ኩነታት ኣሎ ሕዚ ብዙሕ ግዜ ኣብ ሰብ ሃዳር ምጥርጣር ክፍጠር ባህርያዊ እዩ ብርግፅ ግን ልዕሊ ዓቐን ክኾን ከሎ ኣብ መወዳእቱ እቱ ትፈርሖ ዝነበርካ ስድራ እውን ዝብተነሉ ኩነታት እዩ ካብዚ ሓበሬታ እውን ንሪኦ ሕብረተሰብና ብዙሕ ግዜ ዝብሎ ነገር ኣሎ ምሒር ምጥርጣር ክመፅእ ከሉ እምነትካ ስለትስእን ትባእሰሉ ኩነታት እዮም መወዳእታ ዝመፅ ሞ ከክንዲ ኣነ ናተሰቀቕኩ ነረ ሓበሬታ ክትነግርና ከለ ኩሉ ሕድሕድ እንኳን ናታ ናይ መሓዙታ ሓበሬታ ዝፈልጥ ኮይኑ ጥራሕ እዩ ኣቕሪባ ማለት እዩ መሰል እውን ኮንዎ ሰብ ንበይኑ እዚ ናይ ፕራቬቲ ፕራይቬሲ እንትን ዝልዎ እኒ ራይት ዝልዎ እኒ እስኻስ ናይ ውልቀኻ ናይ ውልቀኻ መሰል ዝበሃል ዋላ ነገር እዩ። መጻምድኻ ኮይና እዎ። ክትፈልጦ ዘይግበእካ ብውሕዱስ ናይ ውልቅኻ ናይ መሓዙታ ሓዝ ግዴታ እውን የብላን ማለት ከምኡ እውን ክኸውን እኒዎ ሕዚ ሰባት ንኣምኖም ኣነ ምስ በዓል ገዛ ኣለኹ ናተይ መሓዙቶ ኣለዋኒ ናይ በዓል ገዛይ መሓዙቶ ኣለዋ ከምኡ ዓይነት ክኾን ይኽእል እ፣ ንበዓል ገዛይ ዘማኽርዎ መሓዝቱ ንዑ ኣሚኖም እዮም ብዙሕ ግዜ ንዓይ እውን ተዘይነግረኒ እዩ እቲ ዝምረፅ ኣነ እውን ናተይ መሓዙ እውን ደስ እውን ኣይብለካን ትሓሱ ዘለካ ሓደ ሓደ ግዜ ትሐቅዎ ሚስጢራት ኣለዉ ንሱ እውን እዩ ተዳፊኡ እዚ ስብኣይ ፎትያ እውን ኣይኮነትን ተናጊራቶ ናይ መሓዙታ እውን እስካብ ከምኡ ምስኣ ኣብ ዘለዋ ኩነ ግዜ ዘጋጥመን ነገርስ ይዳፈ ዝገርም እዚ ቴክኖሎጂ ናብዚ ንሕና እውን ኣምፅና ክንጥቀመሉ ኢለ ክዛረበ ክናበልኩ ዳሓር ግን ብጣዕሚ ዘስክፍ ዝኾነ ግዜ ማይክሮቺፕ ዝበሃል ቴክኖሎጂ ኣብዚ ኣብ መንጎ ዓባይ ኣፃብዕትኻን ኣብዚ ዝትከል ተመሳሳሊ እዩ ቴክኖሎጂ እሱ እንታይ ተባሂሉ ነይሩ እቲ ረብሓታቱ ንኣብነት ወለዲ ንደቆም ይተኽልሎም እሞ ሓደ ከም መታወቂያ እውን እዩ ዘገልግል ከም ኤቲኤም ክትጥቀመሉ ትኽእል ኢኺ ናይ ቀፃሊ መታወቂያን ኩሉ ነገር ክኸውን እዩ ተባሂሉ እዩ ዝሕሰብ ሰባት ካልእ ነገር የድልዮም እንታ ማይክሮቺፕ ትበሃል መሳርሒ ኣብ መንጎ ዓብዩ ፃብዕቶም ትኣትሞ ቅርሺ ከውፅእ ኮይኖም ናብ ኤቲኤም ንሰየሩ እዩ መታወቂያ ዝሕትተሉ ንሰየሩ እዩ ዝበሃል ሕዚ ግን እንታይ ፀገም እኒኦ ንቆልዑት ከምኡ ተጌርካሎም ሕዚ ንኣብነት እቲ ኣድቫንቴጅ ተባሂሉ ወይ ከዓ ተጠቕሙ ተባሂሉ ዝተገለፀ ኣበይ ከም ዘለዉ ብሞባይልካ ትከታተሎ ምካ ተባሂሉ ፅቡቅ እዩ ወለዲ ደቆም ኣበይ ከም ዘለዉ እንታይ ይገብሩ ከም ዘለዉ ክቆፃፀርዎም ወለዲ ቆልዑት ኣብ ዘየድለ ቦታታት ከይውዕሉ ጥቕሚ ኣለዎ ተባሂሉ ተገሊፁ ግን ብኣንፃሩ ዝሕዚ ትብሉ የነበርኪ ነፃነት ናይ ሰባት ከይሉ እቶም ሰባት ነፃነት ኣለዎም ሕዚ ንኣብነት ዝኾነ ሰብስ ናብ ሸቓቕ ኣትዩስ ክትርእዮ እየ ማለት እዩ ትኽክል እዩ ግድን እዩ ስለዚ በይንኻ ክትኮነሎም ትደሊ ምስጢርካ ክትሕለወሎም ትኾነሎም ትደሊ ከባብታት እኳስ እ፣ ነፃ ከም ዘይትኸውን ትፈልጥ ኢኻ እያ ዝኾነ ይኹን ሰብ ይስልለካ ኣሎ ይቆፃፀረካ ኣሎ ኢልካ ትሓስብ ኢኻ እሞ እ፣ ብዙሕ ግዜ ንዞም ብፍላይ ኣብ ከምዚ ድማ ኣብ መንጎ ሓዳር ፍቕሪ ክኸውን ከሎ ዝገደደ እምነት ክኸውን። እቲ መሰረቱ ፍቕሪ እምነት እዩ ኢሉ ብዙሕ ሰብ እውን ይኣምን እሱ እውን እዩ ክኸውን ዘለዎ እምነት ዝብል ነገር የለን እምነት እንድሕር ዘየለ ንምንታይ እዩ ሓዳር ገይሩ እዚ ሰብኣይ ብጥ- ብሱርለ ብጣዕሚ እዩ ዝገርም እ፣ ብውሕዱ ዋላ እዚ ከምዚ ዓይነት ዝተወሰነ ዝጠራጠሮ ነገር እኳ ተሃልይዎ ዝተወሰነ ግዜ ምስ ተኸታተላ ወይ ከቋርፆ ይግባእ ነይሩ ውፅኢት እንድሕር ዘይረኸበሉ ኮይኑ እ፣ ካልእ ግዜ ዋላ ምስ ረኸበቶ ምርት ንዓኣ ፅቡቅ እዩ ምርካባ ምክንያቱ እንታይ እዩ ኢላ ናብ ምጥርጣር ቦታ እኳ ርሒቓ ምኻድ ማለት ሕሰቦ ክንደይ ናይ ስነ ልቦናዊ ፃጥ እውን ኣለዎ ካልእ ድማ ኩልግዜ በቃ ምስ ተሰቃቕት እያ እዛ ሰብ እዚኣ ነዚ ሶፍትዌር ምዃኑ ክመፀላ ኣይከኣልን ግን ድማ ዝኾነ ሰብ ይስልላ ከም ዘሎ ትጠራጠር ነይራ ምክንያቱ ዕለታ ወይ መሓዙታ እያ ክትጠራጠር እቲ ከምቲ ዝበልናዮ ተጠራጢራተን ወይ መሓዙቶ እዮም ክነግራ ወይ ድማ እሱ ይስልለን ኢሉ ብጣዕሚ እዩ ከቢድ

ትክክል መጨረሽኡን ምፍላጥ የቃሬን ይኸው እሱ ምናልባት ይጠራጠራ ዝነበረ ሓዳሩ ኣብ ሓደጋ ከይወድቀ እዩ ግን በቲንዎ ብናይ ባዕሉ